ቃል ኪዳነይ የውርድ ኣለኹ።
ቃል ኪዳነይ የውርድ ኣለኹ።
ኣብዚ ቅድሚ ህዝቢ ቃል ኪዳነይ የውርድ ኣለኹ። ኣብ ቅድሚ እዚ ህዝቢ ቃል ኪዳነይ የውርድ ኣለኹ። ኣብ ምልላስ ግዜ ኣይኮናን ዘለና ንሕና ኣብ ናትና ስርዓትና ከመይ ገርና ንሕና ናትና ስርዓትና ንዕብዮ ስርዓትና ከዓ ተርዳሚ መሰል ምስ ሓዝና ከዓ ሕግና ምስ ሓዝና ከዓ ሕቶታት ክተቕርብ መሰል ኣለካ እምበር ኣብዚ ሕጂ ክትሓቲ ክትመላለስ ኣይትኽእልን መሰል የብሉን ወላ ሓደ
ተረዲእኒ
ያ ብኸምኡ ኢና ተረዲእኪ ዶ ሕጂ እቲ ሓሳብ ገለመለ ከምኡ እዩ እጂ ጓል ኪሮስ እፅ ጓል ሓማሴን እያ ንሓን ክልቲናስ ደቂ ኣኮለግዛ ኢና ብቲ ንሪኦ ማለት እዩ እጂ እንታይ እንታይ እንታይ እያ ሕጂ ተ- እንታይ እታ ትፈላልየና ብቋንቋ ትፈልካ ደቂ ቋንቋ ደቂ ትግርኛ ኢና ብዓዲ ተፈልካ ደቂ ሃገር ኢና ሕጂስ እንታይ እያ እታ ፍልልይና ሕጂ ከምዛ በዓል ገስ- ገስረጥ መኒካ ከምዛ በዓል ደንቆሮ መኒካ ለያህጅ በዓል ጓል ኪሮስ ምሳና በቃ ስሕቕ ኢላ ኣላ በቃ በዓል እዛ ረሳሕ ዘፍጣጥ ሞኒካ ህጅ እዛ ረሳሕ ኣዲኣ መይታ ኣብ ክልተ ሰሙን ዝመፀት ብዕሽነት ብሕስድነት ናብ ሓማሴን ጥራይ ትኸይድ ክንዲ ትምዕድ ክንዲ ከምዚ እዩ ከምኡ ወላ ተልየ ናብ ሓማሴን እደ ተልያ ወላ በቃ ብዕልግና እዩ ከማን ንተን ኣደታት ሓማስ ኢንኺ ከማን ተጽርፍየን ዘለኺ ለኣኑ ስነ ስርዓት ገረን ተኣሪመን ኮፍ ኢለን ዝበል ዓደታት እየን ዘለዋና ናናን ግን ኣንተ ኣለዋና ናናን ግን ኣንተ ኣለ ጎጆ ጎጆ ኣብዛ ሞኒካ ሓማስን ኣኮነት ጎንደር እያ
ያ ወሞሲ ያ ንሓማስን እጅስ ከምኡ ትብል እናት እጅሲ ከምዚ ዓይነት ፅቡቅ ኣይኮነን ሕጂ መራሒና እቲ ፍትሕኹም ከመይ እዩ ብኸመይ ኢኹም ከ

እያ ብዙሕ ዕሊልና ተመራይጥና ዕሊልና ብዙሕ እወ ከምዚ ርሑቕ ተረሓሕቕና ኣለና ገለና ንብረታትና ወላ ንሱ እውን ነርዎ ፀቕጥታት ናይ ርሕቀት እንደገና ከዓ እያ እንድዒ ከዓ ኣብዚ ቲክቶካ ይዕልል ነረ ምስ ኣዋሊድ ኣነ እኮ ይረኣኹዋ ንድሓር መፅኢ ኢላ እትያስ ክስታይ ኢላትኒ ከም ትፃወት ነራ ትዕልል ነራስ ድሓር ከዓ ናባኻ መፅኣ ንፋታሕ ኢላ ድሓር ኣነ እኳ ብዙሕ ጠንቂ ጠንቂ እቲ ፍትሕ መራሒና ሲ ጠንቂ ፍትሕ መራሒና ሲ እንታይ እዩ? እቲ ጠንቂ ክፈልጥ ኣለኒ። እወ እቲ ጠንቂ ሲ ኣነ እኮ ዝፈልጦ ጉዳይ የብለይን። ኣነ ዝፈልጦ ጉዳይ ምስ ተነዋልድ ዕሊልካ ኢለ ምስ ተነዋልድ ኣነ ከ ምስ ተነዋልድ ዕሊልካ ያ ዕላል ዕሊልካ ከምዚ ኣብ ትራክ ደ እንታይ ኢለያ እንታይ ኢለያ ከምዚ ኣብ ትራክ ዶ ወላ ከምዚ ክስታይ ሕጂ ኣነ ከ ኣምፃያ
እንታይ ከምዚ ንግዛዊ ኣለካ ምሽ ትሕዘብ ንግዛዊ ናይ ግዛዊ ማለት እዩ ፍቅሪ ዘይብልካ ንወርሕን ሰለስተ ወርሒ ብሓንሳብ ትኣቱ ማለት እዩ ያ ሕጂ ያ ብከምኡታት ገለ መለታት ድሓር እትያ ነረስ ክስታይ እንዳገርኩስ በቃ ንሓን ገለገለ ኢላትና ሓሪቃና ራስ ሽወያ ድሓር ብውሽጢ ከኣዕሊልና ሽወያ ድሓር ያ ሽኮ ድብረክለይ ትገለታ ኢልና ድሓር ንድዐ

ከምዚ ስታይ ገለ መለ ዘይኮነ ይርደእኒ ደሓን ይሕሰበሉ ኣነ ከኣ ሸለ ከኣ ቡቲይ ዓርከይ እዩ ቡቲይ ከኣ መራሐይ ስለ ዝኮነ ከም መራሐይን ከም ስታይን ከኣ ክሓስበሉ ስለ ዝደለኩ እምበር ከምዚ ስታይ ዝኮን ንጽባሕ ኣይተመፋታሕተኩም ነረ ህጂ ጓል ኪሮስ ከ እንታይ ኮንኪ እቲ ከምዚ ዓይነት ዘብለክሲ እቲ ኣይልዋ ጥራይ ዘይኮነስ እቲ ናብ ጓል ገለ ገለ ክግደፍ እዩ እዚ ከምዚ ገለ ገደፍ እዩ ኣብ ቲክቶክ ትኾይ ሕጂ እንታይ ስምዒት ስለ ዝስምዐኪ ኢኺ ትፋትሒ ዘለኺ? ኦኬ ቴንክ ዩ እሞ መጀመርያ ነቲ ኣጓል ኢልዋ ናይ ብሓቂ ኢኹም ኢልዋ እሱ ኮንትራት ንገብር እሶ ኢልኒ ዋላ ቁራፅ ኣለኹም ፀልከ ክድርበኪ ንዓኺ ኢልኒ ተረዲእካ ክድርበኪ ክልተ ከልሲ ይድርበክም ብሓንሳብ ገለ ኢልና ንዓይ ክድረበኒ ኢለ እዎ ክድርበኪ ኪድ በል ደርበና ከርእየካ እንታይ ከም ንገብር ኢለ ወፀ እንደገና ምስ ካልኦት ኣዋልድ ከዓ ኮሸምሸም ይብል እዩ ከምኡ ኣነ ከዓ መስዋእቲ ንፍቅሪ ምኽፋል ዝበሃል ነገር ተኮይኑ ከዓ ምፅባይ እዩ ርሕቕ ንርሕቐዮ ዘይኮነስ ናይ ፍቅሪ መስዋእትስ ግድን ክልቴና ክንከፍል ኣለና ኢሎም መስዋእቲ ዶ ይከፍል ትኮይኑስ ናይ ሰሓቅ
መስዋእትስ ከመይ እሞ መስዋእትሲ ከመይ እቲ መስዋእትሲ እዚ እዚ ክስክፈይ ኦኬ ብዙሕ እንዲ ዘሎ መስዋእቲ ናይ ፍቅሪ ዝበሃል ግን ሓደ ካብኦም ከ ብዓቕሊ ብትዕግስቲ ብእምነት ምፅባይ እውን ሓደ ካብቶም መስዋእቲ ዝበሃሉ ናይ ፍቅሪ እዩ
መራሒና ከሲ ትውዕላ ድኻ ክትፋታሕሲ ትውዕላ ድኻ
ኣነ እኮ ውዒለያ እኮ ንሳ ዘይውዓለት እምበር
ፅቡቅ ገርኩም ኮይ መሓልኩም ማን ትውዕላ ኣኻ ኣነ እኮ ይደለ ኣነ ክፋታሕ ይደለ ምክንያቱ

ተውፀላ እኳ ኣለካ
እወ ንዓኩ ክተውፀላ ኣለካ እቲ ቃል ኪዳን ገለመለ ኣብ ኢዳ ኣንሕና ብዝገበርናዮ ኢልካ ትማሊ እኮ ዝስታይ እኮ ሽዑ ግዜ እኮ ፈሊጠ እዚ ኣፀቢቕና ነገራት ወላ ሓንቲ እኮ ንክንፋታሕ ዝበለ ኣነ ክዓርቀኩም ይፍትን ኣለኹ ንስኹም ክልተ ሰሙን ዶ ዕድል ሂበዮም ሰለስተ ሰሙን ዕድል ሂበዮም ይኾን ሰለ ክንደይ ዕድል ሂበኩም ወርሒ ክልተ

እዚ ዘይኮነ ንወርድ ቅድም ጥዑይ ቀሺ እኮ ኣነ ሓፍ ብልዎ ጥዑይ ቀሺ እኮ ኣነ እቲ ጓል ክረስ ዓይነ ጥዑይ ቀሺ ጥዑይ ቀሺ ተብለ ድኺ ኣነ እኮ ደሓን እኮ ፍትሓዊ ቀሺ እኮ እየ ተንኪ ሕጂ ብዝገበርናዮ ዝገበርክዎ ብዝገበርናዮ ብዝገበርናዮ ተመርዕና ነርና ተመርዕና በልባምሳይ ተመርዕና ነርና ትብሉ ቀፊልኩም ተመሪዕና ነርና
ዝገበርና እዩ ከዓ ተጣዒስና ክንፋታሕ ንብል ኣለና
ዝገበርና ነርና
በብሓደ ድሓን በብሓደ ፋትሒና
ብዝገበርና ተጣዒስና ናብ ንቡርና ተመሊስና ኣለና ብጣዕሚ ብምርዓውና ስየጉሄና ብጣዕሚ ምምርዓውና ዘጉሄና
ኣብ ዓለም ከምዚኣን ከማን ኣጋጢማት ኣጋጢማትና ኣይትፈልጥን ከምዚኣስ ኣይተዳግመና። ኣብ ዓለምስ ከምዚ ኣጋጢማትና ኣይትፈልጥን እያ ከምዚ ኣይተጋጥመና።
ቃል ኪዳነ ከኣን ክነውርድ ንነግር ኣለና ኣብዚ ቅድሚ ህዝቢ። ቃል ኪዳና ክነውርድ ከኣ ንዛረብ ኣለና ኣብዚ ቅድሚ ህዝቢ።
ሰለስተ ግዜ ቃል ኪዳና ንክነውርድ ንብል ኣለና ኣብ ቅድሚ ህዝቢ።
ሰለስተ ግዜ ቃል ኪዳና ክነውርድ ኣብ ቅድሚ እዚ ህዝቢ
ንጥምት ቃል ኣለና ኪዳና ክነውርድ እ ቃል ኪዳናሲ ሰለስተ ግዜ ኣብ ቅድሚ እዚ ህዝቢስ ቃል ኪዳነይ የውርድ ኣለኹ በል ቃል ኪዳነይ የውርድ ኣለኹ ኣብ ቅድሚ እዚ ህዝቢ ቃል ኪዳነይ የውርድ ኣለኹ ኣብ ቅድሚ ህዝቢ ያ ቃል ኪዳነ ይውርድ ኣልኩም ያ ክይ ትብል በቃ ሓንቲ ግዜ ያ ከምኣ ግበራ ኢድካ እ፣ ንዓ ሓፍ ኣብልያ ጓል ክረስ ዓይነ ቁርበይ ትራይ ዘለኹ ጓል ክረስ ዓይነ ኣትሕት ኣብልያ ቴሌፎን ኦኬ ወቃ በቃ ካላስ እ፣ ብዝገበርናዮ እ፣ በቃ ብዝገበርናዮ

ክልተ ሰለስተ ቅምጥዎ ሕጂ ግዝ እቲ ነገራት ኣብቲ ናይ ቃል ኪዳንኪ ሕጂ ጨርቂ መእስርላ ኣስታይኪ ኣለኪ ዶ ከምዚ ካትም ገለመለ እዚኣ ነይራ ካትም
ኣለኩም ዶ መራሒና እታ ካትም ምሳኻ እንዳዕለልኩ ኣብዚ ደይከውን ገይራ ዓንተወይ ንዓኻ እንዳሰማዕኹ ትኢዳወይ ተጠናኒጉ

ኣውፅያ ጓልኪ ረስዓኒ ከምዚ ናይ መራሒ ውፅያ በት ሓንቲ ቃል ኪዳነ ይውፅእ ኣለኩ ገለ ዓይነት እዚ እቲ ስታይ ኩሉ ብኢድና እዩ ብፅቡቅ ምፍልላይ ከምዚ እቲ ቅንዕና ንብሎ ወላ 24 ሰዓት ንልፍልፍ 2 ሰዓት ኣብዚ መፅና ንዛረብ 24 ሰዓት ንፍታሕ ኢና ብከምኡ ከዓ መቅተልትን ምሕረትን ቅንዕና ዘዝህሉ ኣይመፀን ጂ ወላ ጓል ክረስዓኒ ወላ ዓሰርተ ግዜ ፍቅርዮ ንመራሒና ገለ

ከምዚ ዓይነት ኣተሓሳስባኺ ወላ ገለ ዓይነት እያ። ሰላም ጎጆ ጎጆ ዓርከይ ሰላም ሸላ ጓል ኪሮስ ሰላም ሰላም እኳ ኣይኮነን እዚ ሕማቕ እንድዩ ድሓር ኣነ መርዕኩም እቲ ዲጀ ኣነ ነረ ትምርዓኹ ያ ቀዳም መዓልቲ ይኹንካ ተመርዒኹም ነርኩም እጂ ኣብዛ ፍትሕ ገለሲ ኣይትደግፎም ከተዓርቆም ገለ እንተትፍትንሲ ደስ ምበለኒ ናተይ ሪኢቶ እያ እዚኣ ወርሒ እኮ ሂበዮም ወርሕስ ቀሊል ኣይኮነን ወርሕስ ይፈትዎም እኮ ማለት እኮ ኣይትፈልጥ ዲኻ ወርሕሲ ልዕሊ ወርሕስ እንታይ ክገብሮም እቲ ቅንዕና ኮይና ግን ንሳ ወላ እቲ ከምዚ ምባሉ ጓል ሂዋን ቁንዓት ምኮነን ነመስግና ከማን ተዳሃኒ ልፎሞ ትስታ ገለመለ ኣይትሰማምዑ ናይ ኣበሉን ምሽ ግን ኣይተሰማማዕናን ኣይተበልናን ገሊኡን እኮ ተረዳኻኒ ዓሰርተ ግዜ ኣብዚ ኮፍ ኢለን ክረኣያ እኮ እየን ተረዳኻኒ ፈትወካ ዝብለካ ኣብ ሽቃ ኣቀሚጠን ኣቲ ልበን ተረዳኻኒ ልቢ ሰብ ክወስዳ ዝመፃ ኣብ ሽቓ ኣቐሚጠና ሕጂ ጓል ኪሮስ ከኣ ናብዚ መጺኣ ሸላ ከምዚኣን ከምዚኣ ኢልና ወላ እሂንሂን ኢላ ኣብዚ ቅድሚ ሰብ ስለ ዝመጺኣ ከኣ እንተዛረበት በቃ ከምዚኤን ወላ ክኾና ኣለዋ እተን ደቂ ኣንስትዮ በስ ርዳኻኒ በዓል ዚኤን ሕጂ ጉዳኣ በቃ በዓል ዚኣ ሕጂ ወዳት ይጎድወን ይኹን ሕጂ ንበዓል ዚኣ በዓል ጓል ኪሮስ ሕጂ በቃ ይብድልወን በቃ ከምዚ ናይ ሳይ ተበዲለ ይፈልጥ ኒያነ ላላላላላላላ ከምኡ ማለት ኣይኮነን ምስ- ምስኪንስ ኩሉ ግዜ ዝብደል ይበሃላ እየ ተርድኻኒ እህስ እቲ ቅንዕና ዘለዎ ብሓፈሻዊ ዛረብክ ዘለኹ ግን ንሱ እየ ዝብለኩም ዘለኹ ያ እሞ ጎጆ ጎጆ ጎጆ ዓርከይ እዚያ ሰሙን እስዩ ኣውሒድካያ ክልተ ሰሙን እንተትገብረን ሲ ቁሩብ እቲያ ናይ ሓንቲ ሰሙን ናይ መሕሰቢ እቲ ሓንቲ ሰሙን ከዓኒ ናይ መወሰኒ እንተትገብረሎም ፅብቕቲ ኮይና ምተሰማዓትኒ ብዚኣ በቃ ደሓን በቃ ብለሞ ናትካ እንክእትዎ እሞ ሰብ ካብ ርእይቶ ከኣ ይህብ በቃ ደሓር ከደይበካ እዩ በቃ ቴንክ ዩ ቻው በሉ ኩላትኩም ኣላስ
እዎ እታ ናይ ማይናስ እታ ናይ ዝተምፃያ ኢኻ እታ ቀሪብካያ እታ ናይ ፅናሕካ ፍትሕ እዎ እታ ናይ ፍትሕ ነምፃ ኣለን መወዳእታ ከ ቀሪብካያ ፅናሕካ ሕጂ ፍታሓት እሞ ፅናሕ ደሓር ክንእትወካ ኢና ማሺ ማሺ ጎጆ ዓርኪ ኦኬ ካብ መርዓይ ንላዕሊ ፍትሐይ ከምዚ ኢሉ ማዕሪጉ ምውዓሉ ብጣዕሚ እዩ ኬፍ ይብኒ
ኣብ ታሕቲ ኮይነ ሰሚዐያ ናይ ጓል ኪሮስ እንታይ ኣለዋ መሲልካ ከምዚ ጓል ሕጂ ቀናእ ስለ ዝኾነት ቀኒያ እያ ትውስን ዘላ እምበር ካብ ልባ ኣይኮነትን ሓንቲ እያ ደሓን ብውሽጢ ከዓ ክነዘራርቦም ኢና እቲ ሰብ ዝገብሮ ኢና ንገብር ንሕና ግደፉ ንብል ብውሽጢ ግደፉ ሕሰቡሉ ኢና እዮም ሓሲብናሉ ኢና ኢሎም ወርሒ ሙሉእ ዕድል ሂበ እዮም ልዕሊ ወርሒ እንታይ ኢኻ

ኣዋልድ ናት ክቡር መራሒና እኮ ግድሽ እኮ ይብሎን ፍቅሪ ወዲ ፍቅሪ እኮ ንዕኡ ወላ ሓንቲ እኮ ተርድሃኒ ኖርማል ይረክብ ንሱ ዝብል እኮ ከምኡ እኮ ንሱ እኮ ን- ተራ- ንራዋ- ከመ እንዲኩም ትብሉ መራሒና ንራዋዋ እምበር ወላ ሓንቲ እ፣ ስምዒትኩም ተበሉ ጥራይ እምበር ልብኹም ኣይትሃቡ እኳ እዩ ዝብሎም ሕጂ በዓል ዳዊት ምስ ምዕዶ ውዒሎም መዓንቲ መደብ እኳ ኢና ውዒልና እዚ በዓል ዳዊት ረኺቦሞ ዘለዉ ኣይትሪእን ኢኻ ዘለኻ ኣብ ኩርሲ ደኣ ኮፍ ይበሃል እስኪ ክቡር መራሒና ኣነ እኮ ኣነ ኣ- ንሕና እኮ ዓ- ዓ- ዕድመና ምሉእ ፅዒርና ኣሎና እዚ ከምዚያት ንብሎም ዘለና ፅዕ- ን- ነቲ ሰብ ከምዚ ካልእ ዋዛ ገለ ይመስሎ ኸውን ንሕና ኢልና የምና ፍቕሪ ብልብኹም ኣይተፍቅሩ ብዓይንኹም ኣፍቅሩ ድሓር ናብ ርእስኹም ድሓር ብኣፍኩም ተዛረቡ እሲ እቲ ሓቅነት እኮ ፋክት እቲ ንነብሮ ዘለና ተዳን ጥንቁል ኣቢልካ ተርዳን እንታይ እሞ እ- እ፣ ሰብ እኮ ከተርዳሃኒ እቲ ፋክት ትነብሮ ዘለና እካ ትትሪኦ ዘለካ ትትነብሮ ዘለካ እካ ትነግሮ ግን ላላላላ ከላ እዚ ደኣ ከምዚ ከላ እዚ ከኣ ሓሰ ስለ ሃለካ ባዕሉ ሓስብ ዘምጾ ላላ ሲ እቲ ናብራ ብልብኩም ኣይተፍክሩ።